ኣብ ዶብ ትግራይ ኣብ መንጎ ሰራዊት ብልፅግናን ኣብ መንጎ ሰራዊት ትግራይን ሎሚ ዕለት ሓደ ኩናት ብዕሊ ተኸፊቱ ኣሎ። ሰበር ዜና ሎም መዓንቲ ናብ ዕለት ዕስራ ሓሙሽተ ለውግሕ ሓምለ ዕስራ ሓሙሽተ ብእግረኛ መካናይዝድን፣ ያው ሓዱሽ ሰበር ዜና ን ላውል እዮም ኣዚ ኤፍፒ ኮነ ብቻ ብኩሉ ነገር ለጓውሕዎ ኣለው እሞ።
ከምኡ ውን። ታሪኽ ህይወት ኢሳያስ ኣፈወርቂ ዝሓዘት ሓዳስ መጽሓፍ ተዘርጊሓ።

ፈለማ ግና ነዛ ቪድዮ ላይክ፣ ሓሳባት እንድሕር ድኣ ሃልዮምኹም ድማ ኣብ ቦታ መውሃቢ ሪኢቶ ሓሳባትኩም ንክትሓድጉን ሓደሽቲ እንድሕር ድኣ ሃሊኹም ድማ ነዛ ቻነል እዚኣ ሳብስክራይብ ምግባርኩም ኣረጋግጹ። ናብ ናይ ፈለማ ዛዕባይ ክሓልፍ እንከለኹ፣ ታሪኽ ህይወት ፕረዚደንት ኢሳያስ ኣፈወርቂ ትገልጽ መጽሓፍ ተሓቲማ ኣላ እናተባህለ እዩ ዝርከብ። እስከ ሰሚዕና ንመለስ። ታሪኽ ሂወት ፕረዚደንት ኢሳያስ ኣፈወርቂ ዝሓዘት ሓዳስ መጽሓፍ ተዘርጊሓ ብዙሕ ምስጢራት ድማ ኣቃሊዓ። ታሪኽ ሂወት ኢሳያስ ኣፈወርቂ ዝሓዘት ሓዳስ መጽሓፍ ተዘርጊሓ። እዛ ኢሳያስ ኣፈወርቂ ካብታ ዓቢ ንእሽቶ ስእሊ እትብል መጽሓፍ በታ ኣብ ኤርትራ ዝቕመጥ ቅድሚ ሕጂ ሰላይት ኣብ መቐለ ስለምንታይ ስርሒት በርሊን ዝብላን ካልኦትን ናይ ስለያን ፖለቲካን መጻሕፍቲ ዝጸሓፈ ኢንጂነር ጸጋይ ተስፋሚካኤል ተጻሕፈት ኮይና ብርክት ዝበሉ ምስጢራት እውን ኣቃሊዓ ኣላ። ብፍላይ ኣብ ተፈላለየ እዋን ደሃይ ናይ ዘጥፍኡ ተጋደልቲ ዝምልከት ኣካታዒ ነጥብታት ኣብዛ መጽሓፍ ተጻሒፎም ኣለዉ። ኩሎም ውልቀ መለኽቲ ስእሎም ኣብ ጎደናታት እታ ዝመርሕዎ ሃገር ዝጥቅዑን ታሪኾም ብዘይ ሕንከት ክጽሕፉ እንድሕር ዘይብሉ እኳ እንተኾኑ ኣብ ኤርትራ ግና ታሪኽ ፕሬዚደንት ክጽሓፍ ንቡር ኣይነበረን ጥራሕ ዘይኮነ ብዘይካ እቲ ብዕላል እንሰምዖን ካልኦት ኣሕጺሮም ዝጸሓፍዎን እንተዘይኮይኑ ዳርጋ ሕቡእ ዛንታ እዩ ነይሩ። ታሪኽ ናይዚ እንዛረበሉ ዘለና ኢሳያስ ኣፈወርቂ ሕጂ ግና ኣብ ልዕሊ ኣርባዕተ ሚእትን ሓምሳን ገጻት ዘለዋ መጽሓፍ ሙሉእ ብሙሉእ ንታሪኹ ዝሓዘት መጽሓፍ ምሕታማ ካብታ ኣዛራቢ ጉዳይ ኮይኑ ኣሎ። እዛ መጽሓፍ ኣርባዕተ ሚእትን ሓምሳን ገጻት ዘለዋ ኮይና ብዙሕ ዘይንፈልጦም ምስጢራት እውን ኣቃሊዓ ኣላ። እዛ መጽሓፍ ካብ www dot luliabook dot com ክትረኽቡዋ ትኽእሉ ኢኹም። ካብዚ ብምቕጻል ድማ ሚኒስትሪ ዜና ዝኾነ ኣይተ የማነ ገብረመስቀል ትርር ዝበለ ግብረ መልሲ ሂቡ ኣሎ እናተብሃለ እዩ ዝርከብ።

ዝጠቐሰ ሚኒስትሪ የማነ፣ ንደገ ግን ባዕሉ ከም ግዳይ ብምቕራብ ነቲ ዘይሕጋዊ ናይ ባሕሪ ኣፍደገ ሕትኡ ብሰበብ ርእሰ ምክልኻል ንምጽዳቕ ይጽዕር ከም ዘሎ ኣመልኪቱ። ኣቶ የማነ ብምቕጻል፣ እዚ ተግባር እዚ መግለጺ ናይቲ መሪሕነት ዘለዎ ናይ ምትላልን ናይ ሓሶት ትርኢትን ናይ ምርኣይን ከምኡ'ውን ናይ ሓሶት ሓበሬታ ናይ ምንዛሕ ባህርያት ብምዃኑ ብምግላጽ ነቲ ስጉምቲ ብትሪ ነቒፍዎ። ኤርትራ ኣብ መፍረ ብሩር ካብ ኣፍሪቃ ሳልሳይ ደረጃ ሒዛ ኣላ እናተብሃለ እዩ ዝርከብ። እስከ ተኸታቲልና ንመለስ። ጽላት ዕደና ኣፍሪቃ ብዘሎ ልዑል ጠለብ፣ ፍሉይን ኢንዳስትሪያዊ ድሌትን ኣብ ደረጃ ምስግጋር ከምዘሎ ዝሓበረ እቲ ጽሑፍ፣ ወርቂ፣ ኮፖር፣ ኮፓልትን ሊትሙን ንናይ ኣህግሩ ኣፍሪቃ ሃብቲ ብምዕብላል ማእከል ዝርርብ ኮይኖም ከምዝጸንሑ ተገሊጹ። እቲ ጽሑፍ ወሲኹ ብሩር ኣብ ተሃዳሲ ጸዓት፣ ኤለትሮኒክስ፣ ሕክምና፣ ብኤሌክትሪክ ዝሰርሓ ተሽከርከርቲ፣ ልዑል ናይ ሰንዓ ትካላት ብዘለዎ ኣገዳስነት ካብ ግዜ ናብ ግዜ ጠለባቱ እናዓበየ ይመጽእ ከምዘሎ ኣረዲኡ። ነዚ ኣብ ግምት ብምእታው ነዚ ኣገዳሲ ማዕድን ንምውጻእ ብክግበር ዝጸንሐ መስርሕ ከኣ ኤርትራ ንቦትስዋናን ጋናን በሊጻ ንመሮኮን ደቡብ ኣፍሪቃን ተኸቲላ ሳልሳይ ዝለዓለት ኣፍራይት ማዕድን ብሩር ክትከውን ከምዝበቐዐት እቲ ዝወጽኣ ጸብጻብ ሓቢሩ። እቲ ጸብጻብ ወሲኹ፣ እዚ ደርጃ ኤርትራ ኣብ ኢንዳስትሪ ዕደና ኣህጉር ኣፍሪቃ ዘለዋ ኣገዳስነት እናሰፍሐት ትመጽእ ከምዘላ ከም ዘረድእ ገሊጹ። እቲ ጽሑፍ ቀጺሉ፣ ኤርትራ ብደረጃ ዓለም ብመፍረ ወርቅን ነሓስን ተፈላጥነት ሒዛ ከም ዝጸንሐት ብምዝኻር፣ እዚ ኣብ መፍረ ብሩር ኣመዝጊባቶ ዘላ ደረጃ ከኣ ነቲ ብዙሕነት ዘለዎ ጽላት ዕደናኣ ዘንጸባርቕ ምዃኑ ዘረጋግጽ እዩ ኢሉ። እቲ ጽሑፍ ወሲኹ፣ ዓለማዊ ጠለብ ብሩር እናዓበየ ኣብ ዝኸደሉ ዘሎ ግዜ እዚ፣ ኤርትራ ሒዛቶ ዘላ ደረጃ ካብ ስትራተጂካዊ ጸጋ ተረባሒት ንኽትከውን ከም ዝሕግዛ ኣብሪሁ። ኣብ ዓለማዊ ቁጠባ ብሩር ፍሉይ ደረጃ'ዩ ዝሕዝ ዝበለ እቲ ጽሑፍ፣ ብዘለዎ ኣገዳሲ ጸጋን ኢንዳስትራዊ ጠለብን ዕዙዝ ኣጠማምታ ይወሃቦ ከም ዘሎ ኣመልኪቱ። ዓለምና ናብ ጽሩይ ጸዓት ንምስግጋር ትገብሮ ዘላ ጻዕሪ ኣብ ግምት ብምእታው ከኣ፣ እዚ ማዕድን ንነዊሕ ዓመታት ኣገዳሲ ኮይኑ ክጸንሕ ከም ዝኾነ እቲ ጽሑፍ ወሲኹ ኣመልኪቱ። እቲ ጽሑፍ እዚ ማዕድን ንኤርትራ ኪኖ ካብ ብማዕድን ዝርከብ ኣታዊ ናይ ወጻኢ ወፍሪ ንምስሓብ፣ ናይ ስራሕ ዕድላት ንምፍጣር፣ ንምዕባለ ትሕተ ቅርጺ ከምኡ'ውን ብዙሕ ጽላት ዘለዎ ቁጠባዊ ዕቤት ክትሃንጽ ዕድላት ክፈጥረላ ከም ዝኾነ ገሊጹ። ካብዚ ብምቕጻል ድማ ጣኒቆ ናብ ኡጋንዳ ድሕሪ ምእታዉ ብዙሓት ቪድዮታት ናተዘርግሑ ይርከቡ። እዚ ስዒቡ ድማ ሕጂ ውን ብዙሓት ሰባት ስንባደኦም ናገለጹ ይርከቡ። ከምኡ ድማ ሓደ ሓውና ብዛዕባ በዓልቲ ቤት ጣኒቆ ዝብሎ ነገር ኣለዎ እስከ ተኸታቲልናዮ ንመለስ።

ትማሊ ናይ ጣኒቆ ቪድዮ ክሰርሕ ከለኹሲ ኣብ ጥቕኡ ዝነበረት ንግስቲ ረሲዐ እያ እቲ ናቱ ዝና እንድዩ ድሽፍነካ ጣኒቆ ተመፅዩ መቸም ከም ናቱ ህቡብነት ኣይተረኣየን ባይዘወይ ኣብ ጥቕኡ ዘላ ንግስቲ ማዕሪኡ ከኣሳ ናይ ፍቕሪ ህበብቲ ክትከውን ዝግባእ በዓልቲ ቤቱ ረሲያ እያ ትርሳዕ ዘይግባእሳ ትሪዋ ኣለኹም ፍቅሪ ማለት ትርጉም ንህለኩም ኣብዚ ናይ ፍቅሪ ትርጉም ብትክክል እዚ እዩ ሳብቲ መወዳእታ ሰዓት ምፅናዕ ማለት እዩ ደቂ ኣንስትዮና ኩሉ ሕውን ኩሉ ሰብ እንታይ ደቂ ኣንስትዮ ጥራሕ ኩሉ ሰብ ካብዛ ኣደ እዚኣ ካብዛ ሓፍትና እዚኣ ይመሃር ናይ ብሓቂ ፍቅሪ ድኮነት ሰብ በቃ ኣብቲ እዋን ጸገም፣ ኣብቲ እዋን ህቡብነት፣ ኣብቲ ህቡብነት ደኑ ኣብ ኩሉ ደይ ጠለሞቶ። ክብሪ ይግበኣካ ሓፍተይ ማዕረይ። እስከ ሕጂ ድማ ኣብይ ኣሕመድ ኣብ ዝተፈላለዩ መድረኻት ናቐረበ ዝህቦም መደረታት ካበይ ካበይ ከምዝኣራርዮም እትገልጽ ኣዛራቢት ኮይና ዝወዓለት ቪድዮ ኣላ ኣንጊደኩም ክምለስ።

ኲናት ምውላዑ ስዒቡ መንግስቲ ትግራይ ትርር ዝበለ መግለፂ ሂቡ ኣሎ እናተብሃለ እዩ ዝርከብ። እስከ ተኸታቲልና ንመለስ። ሰበር ዜና ሎማዕንቲ ናብ ዕለት ዕስራ ሓሙሽተ ለውግሕ ሓምለ ዕስራ ሓሙሽተ ብእግረኛ መካናይዝድን ብድሮንን ልተደገፈ ኣብ ወልቃይት ጫፍ ሸረና ብክልቲኦም ወገን ኸቢድ መጥቃዕትታት ተኸፊቱ። ኣብ ህልዊ ኩነታት ኣመልኪቱ ካብ መንግስቲ ትግራይ ዝተውሃበ መግለፂ። ጆኖሳይዳውን ውልቀ መላኽን ስርዓት ብልጽግና ህዝቢ ትግራይ ንምጽናት ከካይዶ ዝጸንሐ ኩለ መዳያዊ ክባን ዕጽዋን ብድሮንን ተለኣኣኽቲ ዕጡቓትን ከብጽሖ ዝጸንሐ መጥቃዕቲ ናብ ዝለዓለ ብራኸ ብምውሳድ ሎሚ 25 ሓምለ 2018 ዓ ም ካብ ወጋሕታ ጀሚሩ ኣብ ዞባ ምዕራብ ትግራይ ብኣንፈት ሸረሪና ቁሉዕ ውግእ ጀሚሩ ኣሎ እዚ ስርዓት ናብ ስልጣን ካብ ዝመጽእ ጀሚሩ ኣብ ልዕሊ ህዝቢ ትግራይ ጆኖሳይድ ኣውጁ ኩሎም ዓይነታት ዓለምለኻዊ ገበናት ዝፈጸመን ኣብ ምፍጻም ዝጸንሐን ኮይኑ ድሕሪ ምፍርራም ስምምዕ ፕሪቶርያ እውን እንተኾነ ህዝቢ ትግራይ ንምንብርካኽን ንምብትታንን ካብ ዘለዎ ክቱር ባህጊ ተበጊሱ ዝተፈላለዩ ውዲታት ኪባን ዕጽዋን ወታደራዊ ምቅርራባትን ኽገብር ድሕሪ ምጽናሕ፣ ዳግም ትግራይ ንምውራርን ህዝቢ ንምብራስን ተበግሶ ወሲዱ ውግእ ከፊትልና ኣሎ። ስለ ዝኾነ ኣብ ውሽጥን ወጻእን እትነብር ህዝቢ ትግራይ፣ ኩልኹም ሓይልታት ጸጽታ ትግራይ፣ ብሄራውያን ሓይልታትን ተቓለስትን ትግራይ፣ ሲቪል ማሕበራት ትካ ትግራይ፣ ትካላት ሃይማኖት ትግራይን ካልኦት ዝምልከተኩም ኣካላትን ብሄራዊ ህልውናና ንምርግጋፅ ኣብ ዝካየድ ፍትሓዊ ቃልሲ ዘበት ንብሄራዊ ብርሰት ኢልኩም ሎሚ እውን ከም ትማሊ መስተንክራዊ ታሪክ ንምስራሕ ክትዳለዉ እናፀዋዕና እቲ ተጀሚሩ ዘሎ ዳግም ወራርን ፅንተትን ዝምልከት ምዕባለታት በብእዋኑ ብዝምልከቶም ኣካላት ዘድሊ መብርህን መግለፅን ዝወሃብ ምዃኑ ክነፍልጥ ንሕብር። በዚ ኣጋጣሚ ድማ ህዝብና ግቡእ ጥንቃቐ ንክትገብር ነተሓሳስብ። ማሕበረሰብ ዓለም፣ ጆኖሳይዳውን ውልቀ መላኽን ስርዓት ብልጽግና፣ ኣብዚ ዞባ ወሊዕዎ ብዘሎ ኹናት ከስዕብ ዝኽእል መዘዝ ግንዛበ ክወስድ ይግባእ። ብሄራዊ ክልላዊ መንግስቲ ትግራይ፣ ዕስራን ሓሙሽተን ሓምለ ክልተ ሽሕን ዓሰርተ ሸሞንተን ዓመተ ምህረት።